ንቻናለይ ሓደሽቲ ዝኾንኩም ሰብስክራይብ፣ ነባራት ዝኾንኩም ከዓ ላይክ ሸር እናግበርኩም ንክተበረታትዑኒ ብትሕትና ይላቦ። ላይክ ሸር ንትገብሩለይ ካብ ልቢ እናመስገንኩ እየ።

በዓል ዓሰርተ ኣርባዕተ ካራት ብሎማዕንቲ ዕለት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሰማንያን ትሽዓተን ነጥቢ ዜሮ ሓሙሽተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብ ዓሰርተ ኣርባዕተ ሽሕን ሰለስተ ቅርሽን ክሽየጥ ውዒሉ ኣሎ። እንግዲህ ምስ ዝሓለፈ ቪድዮ ዝረኣኽምዎ ወይ ከዓ ዝሰማዕኽምዎ እንድሕር ደኣ ሃለይኹም ክነፃፀር ከሎ ሎማዓንቲ ናይ ሰለስተ ቅርሺ ዶላር ወሰኽ ኣርእና እኒሆ ማለት እዩ። ቀፂልና ንሪኦ በዓል ዓሰርተ ሓሙሽተ ካራት ይከውን። በዓል ዓሰርተ ሓሙሽተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብተስዓን ሓሙሽተን ነጥቢ ሰላሳን ሸሞንተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብ ዓሰርተ ሓሙሽተ ሽሕን ሰለስተ ቅርሽን እናተሸየጠ ውዒሉ እኒሆ ማለት እዩ። ቀፂልና ንሪኦ በዓል ዓሰርተ ሽዱሽተ ካራት እዩ ክኸውን። በዓል ዓሰርተ ሽዱሽተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ሓደን ነጥቢ ሰብዓን ሓሙሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብ ዓሰርተ ሽዱሽተ ሽሕን ሰለስተ ቅርሽን እናተሸየጠ ውዒለ ኣሎ ማለት እዩ። ቀጺልና ንሪኦ በዓል ዓሰርተ ሸውዓተ ካራት እዩ ክኸውን። በዓል ዓሰርተ ሸውዓተ ካራት ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ሸሞንተን ነጥቢ ዓሰርተ ሓደ ሳንቲም፣ ዶላር፣ ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብ ዓሰርተ ሸውዓተ ሽሕን ሓሙሽተ ቅርሽን እናተሸየጠ ውዒሉ ኣሎ ማለት እዩ። ዓሰርተ ሽዱሽተ ካራት። ይቅርታ ቀጺልና ንሪኦ በዓል ዓሰርተ ሸሞንተ ካራት እዩ ክኸውን እንግዲ ዓሰርተ ሸሞንተ ካራት ማለት ብጣዕሚ ተፈታዊ ዓይነት ወርቂ ጠንካራን ለስላሳን ዓይነት ወርቂ እዩ ናብ ድሌትኩም ዓይነት ሕብሪ ዝቐየር ብፍላይ ድማ ኣብ ኢትዮጵያ ማለት እዩ ኢሉ እውን ኣብ ውጭ ዓድታት ኣውሮፓ ይኹን ዓረብ ሃገራት ብጣዕሚ ዝፈትዎ ዓይነት ካራት ወርቂ እዩ ማለት እዩ። ስለዚ ናይዚ ዋጋ እዚ ብናይ ኢትዮጵያ ብሄራዊ ባንኪ ዘውፅኦ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ዓሰርተ ኣርባዕተን ነጥቢ ኣርባዓን ሸሞንተን ሳንቲም ዶላር ክሸጦ ከሎ ብናይ ኢትዮጵያ ገንዘብ ከዓኒ ብዓሰርተ ሸሞንተ ሽሕን ሽዱሽተ ቅርሽን እዩ እናሸጦ ውዒሉ ዘሎ ብሄራዊ ባንኪ። ቀጺልና ንሪኦ ካብ ዓሰርተ ሸሞንተ ካራት ቀጺሉ በዓል ዓሰርተ ትሽዓተ ካራት እዩ ክኸውን። በዓል ዓሰርተ ትሽዓተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ዕስራን ነጥቢ ሰማንያ ሓሙሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብዓሰርተ ትሽዓተ ሽሕን ሰላሳ ቅርሽን እዩ እናተሸየጠ ውዒሉ ዘሎ ደቂ ዓበይቲ ወይ መዓረይ ቀጺልና ንሪኦ በዓል ዒስራ ካራት እዩ ክኸውን። በዓል ዒስራ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ዕስራን ሸውዓተን ነጥቢ ዓሰርተ ሽዱሽተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብዒስራ ሽሕ ብቻ እዩ እናሸጦ ውዒሉ ዘሎ። ንኣብነት በዓል ዕስራ ካራት እንታይ ዝኣክል ናይ ወርቂ ንጽህና ኣለዎ እንድሕር ርኣይልና ሰማንያን ክልተን ነጥቢ ዜሮ ትሽዓተ ፐርሰንት ሰማንያን ክልተ ነጥቢ ትሽዓተ ፐርሰንት ናይ ወርቂ ንጽህና እንሄዎ እቲ እቲ ዓሰርተ ሸሞንተ እቲ ዓሰርተ ሸሞንተ ከዓኒ ዝተፈላለየ ዓይነት ብረታ ብረት ሓዊሶም ይሰርሕዎ ኣለዉ ማለት እዩ። ቀጺልና ንሪኦ ብጣዕሚ ተፈታዊን ተሃራፍን መብዛሕትኡ ሰብ ዝፈትዎ ብፍላይ ድማ ኣብ ናይ ክሳድ ሃብልና ኣብ ናይ ቀለበት ፕሮሚስ ዝኣስሩ ሰብ ሓዳር ማለት እዩ በዓል ዕስራን ሓደን እዩ መብዛሕትኡ ሰብ ዝመርጾ ዕስራን ሓደን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ሰላሳን ሰለስተን ነጥቢ ሓምሳ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብዕስራን ሓደን ሽሕን ዕስራ ቅርሽን ብቻ እዩ ክሽየጥ ውዒሉ ዘሎ። ቀፂልና ንሪኦ በዓል ዕስራን ክልተን ካራት ይከውን። ዕስራን ክልተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ሳላሳን ትሽዓተን ነጥቢ ቴስዓ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብ ዕስራን ክልተን ሽሕን ሓሙሽተ ቅርሽን እናተሸየጠ ዊዒሉ ኣሎ ማለት እዩ ደቂ ዓበይቲ ዋይ ማዓረይ። ቀጺልና ንሪኦ በዓል ዕስራን ሰለስተን ካራት እዩ ክኸውን እንግዲህ ዕስራን ሰለስተን ዕስራን ኣርባዕተን ካራት መብዛሕትኡ ንመጋየፂ ዘይኮነስ ንዝተፈላለዩ ዓይነት ማለት ንመጋየፂ ዘይኮነስ ሓዚ ንኣብነት ገንዘብ ከም መቐመጢ ሓዚ ገንዘብ ብዶላር መቐማጢ ርሕሽ ብወርቂ እንተልኩም ብወርቂ መቐማጢ ይሓይሽ ሓደ እቲ ዶላር ናብ ወርቂ ይቕየር ኣሎ እቲ ወርቂ ከዓ እናወሰኸ ስለ ዝኸይድ ዶላር ሞሳ ብቻ ዘይኮነስ ናይቲ ወርቂ ዋጋ ስለውን ስለዝውስኽ ብክልተ ዓይነት ንግዲ ትረኽቡ ኣለኹም። ስለዚ ዕስራን ሰለስተን እና ዕስራ ኣርባዕተን ናይ ዝተፈላለየ ዓይነት ኢንቨስትመንት እዩ ዝጥቀመሉ ሰብ ማለት እዩ። ናይዚ ዋጋ ድማ ዕስራን ሰለስተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ኣርባዓን ሽዱሽተን ነጥቢ ኣርባዓ ሳንት ሚእትን ኣርባዓን ሽዱሽተ ነጥቢ ኣርባዓ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብዕስራን ሰለስተን ሽሕ እናተሸየጠ ውዒሉ እኒሆ። ኣብ መወዳእታ ንሪኦ በዓል ሓደ ውቅዒት ወይ ከዓ በዓል ዕስራን ኣርባዕተን ካራት እዩ ክኸውን። በዓል ዕስራን ኣርባዕተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ብናይ ኣሜሪካ ዶላር ብተይ ብናይ ኣሜሪካ ዶላር ብ ሜትር ሓምሳን ክልተን ነጥቢ ስሳን ሓደን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብ ዕስራን ኣርባዕተን ሽሕ ብ ዕስራን ኣርባዕተን ሽሕ ብቻ ክሽየጥ ውዒሉ ኣሎ። ሕዚ ናይ ዕስራን ኣርባዕተን ካራት ታይ ዝኣክል ናይ ወርቂ ንፅህና ኣለዎ እንድሕር ደኣ ኢልና ቴስዓን ትሽዓተን ነጥቢ ቴስዓ ፐርሰንት ማለትም ዳርጋ ሚእቲ ፐርሰንት በልዎ ንፁህ ወርቂ እዩ ምንም ዓይነት ዘይሕወሶ ብወርቂ ብቻ ዝስራሕ ዓይነት ካራት እዩ። ስለዚ ናይ ሎማዓንቲ ዋጋ ወርቂ ከምዚ ይመስል ነይሩ። ርእይቶኹም ኣብ ኮሜንቲ ጸሓፉለይ እንታይ ሓሳብ ርእይቶ ኣለኩም ናይ ሎማዓንቲ ዋጋ ወርቂ ንዝብል ሓሳብኩም ኣብ ኮሜንት ኣቐምጥለይ። እስካዕ ቪድዮ ፍጻመ ንዝተኸታተልኩምኒ ካብ ልቢ እናመስገንኩ እያ። ላይክ፣ ሸር፣ ሰብስክራይብ ምግባር ድማ ኣይትረስዑ። ሰሰናዩ ደቂ ዓበይቲ ወይ መዓረይ ባይ ባይ።